ንወለዱ ተም ኣዛዚ ቤተ ክርስቲያን ፈታዊ ምንባሩ ይንገረሉ። ኣብ መንእሰይነት ዕድሚኡ ድማ ዘንበቦም መጻሕፍቲ ካብ ውልቀ ረብሕኡ ዝዓዘዘ ጥቕሚ ዘለዎም መነባብሮ ህዝቢ ብኸመይ ክልወጥ ይኽእል ዝብሉ ሕቶታት ዝምልሱ ነይሮም። ኣብ ብረታዊ ቃልሲ ህዝቢ ትግራይ ተሳቲፎም ብገድሊ ሚልዮናት ዝተፈጠረ ሓድሽ መንግስቲ ክመርሑ ዝተሓረዩ ውላድ ህዝቢ ነይሮም። ታሪኽ እዞም ስሙይ መራሒ መለስ ዜናዊ ንምዝንታው ንዓመታት ንድሕሪት ምምላስ ግድን ይኸውን። ባሕቲ ጉንበት ሽሕን ትሽዓተ ሚእትን ኣርባዓን ሓሙሽተን ዓመት ምረት ካብ ወላዲኡ ኣይተ ዜናዊ ኣስረስ ካብ ወላዲቱ ወይዘሮ ኣለምነሽ ልኡል ኣብ ከተማ ዓድዋ ዝተወለደ መለስ ዜናዊ ናይ ገዛ ሽሙ ነጋስ እዩ ነይሩ። ነጋስ ዜናዊ ንትምህርቲ ዕድሚኡ ምስ ኣኸለ ኣብ ሽሕን ትሽዓተ ሚእትን ሓምሳን ሓሙሽተን ዓመት ምረት ኣብ ቤት ትምህርቲ ንግስተ ሳባ ፊደል ምቑጻር እንትጅምር ለገሰ ዜናዊ ብዝብል ስም እዩ ተመዝጊቡ። ለገሰ ካብቶም ብሩህ ኣእምሮ ዝተዓደሉ ሓደ ነይሩ። አብረን ነው ያደግነው። ብሩህ አእምሮ ነበረው። ብሩህ አእምሮ ስል ሁላችን ማንኛውም ልጅ ወደ ትምህርት ብሓባር ኢና ዓቢና ብሩህ ኣእምሮ ነይርዎ ቀዳማይ ክፍሊ ከይተምሃረ ናብ ካልኣይ ክፍሊ እዩ ኣትዩ ዳይሬክተር ቤት ትምህርቲ ናይ ሒሳብ ሕቶ ሓቲትዎ ምስ መለሰ እዩ ክፍሊ ዘሊሉ ካብ ቀዳማይ ክሳብ ሓምሻይ ክፍሊ ዘሎ ትምህርቱ ኣብ ክልተ ዓመት እዩ ወዲእዎም ሰሚስተር ዘሎ ሶስተኛ ክፍል አጠቃላይ ከአንድ እስከ አምስት ያለው በሁለት ዓመት ነው የጨረሰው። ያኔ በልጅነታችን ሆነን ብቁልዕነትና ዝዝክሮም ንዕዮ ገዛ ዝወሃበና ስራሕ ብፍሉይ ኸእለት ይሰርሕ ነይሩ።

ለገሰ ዜናዊ ሻምናይ ክፍሊ ምስ በጽሐ ኣብቲ ዘመን ማለት ኣብ ዘመነ ሃጺ ሃይለ ስላሴ ልዑል ውጽኢት ዘምጽኡ ተምሃሮ ናብ ዝቕበል ቤት ትምህርቲ ጀነራል ውንጌት ንምእታው ኣብ ዘካየዶ ፈተና ትስዓን ሸሞንተን ካብ ሚእቲ ብምምጻእ ናብቲ ቤት ትምህርቲ ኣትወ። ኣብዚ ቤት ትምህርቲ ክእለት ቋንቋ እንግሊዝኛ ከዕቢ ክኢሉ። ብትምህርቱ ውጽኢታዊ ብምንባሩ፣ ኣብ ሽሕን ትሽዓተ ሚእትን ስሳን ኣርባዕተን ዓመት ምረት ናይ ዓሰርተ ክልተ ክፍሊ መሕለፊ ፈተና ብምውሳድ ዝለዓለ ነጥቢ ብምርካብ ብብርኪ ኢትዮጵያ ካብ ትካል ሽልማት ሃጼ ሃይለስላሴ ሽልማት ካብ ዝረኸቡ ብሉጻት ዓሰርተ ተምሃሮ ሓደ ክኸውን ክኢሉ። ኣስራ ሁለተኛ ክፍል ተፈትነን ሁለታችንም ኣለፍን። ዓሰርተ ክልተ ክፍሊ ተፈቲንና ክልቴና ሓሊፍና። ብልዑል ውጽኢት እዩ ሓሊፉ። ካብ ሽልማት ትካል ሃይለስላሴም ሽልማት ሰዓትን በብወርሒ ሚእቲ ቅርሺ ሽልማት ይወሃቡ ነይሩ። የመቶ የሰዓት ሽልማት እና የመቶ ብር በየወሩ ሽልማት ይሰጥ ነበር። ዩኒቨርሲቲ ገብቶ በዛ ሰዓት አዲስ ዘመን ጋዜጣ አስተማሪው የሚቀድም ተማሪ መጣ ዩኒቨርሲቲ ምስ ኣተወም ኣብቲ እዋን ዝሕተም ዝነበረ ጋዜጣ ኣዲስ ዘመን መምህሩ ዝቕድም ተምሃሪ መጺኡ ዝብል ርእሰ ዓንቀጽ ተዳልዩ ኣብዚ ዙርያ ቃለ መሕትት ተኻይዱሉ። ብኸመይ ኣብ ትምህርትኻ ንፉዕ ኾይንካ ዝብል ሕቶ ቐሪቡሉ ነይሩ። ዝሃቦ መልሲ ድማ ኣቦይ ኣጽንዕ ስለ ዝበለኒ እዩ ኢሉ ነይሩ። ኣነ ወላዲኡ ጽዕንቶ ከሕድረሉ ኣይተዓዘብኩን። ንምንታይ ከምኡ ኢልካ መሊስካ ኢለ ሓቲተዮ። ንስኻ ተትኸውን እንታይ ምበልካ ኢሉኒ። መለስ ካብ መሓዝኡ ብዝተፈለየ ከጽንዕ ርእየዮ ኣይፈልጥን።

ተምሃራይ ለገሰ ዜናውን ብጾቱን ኣብዚ ግዜ ኣብ ህዝቢ ዝበጽሕ ዝነበረ ጭቆና ክቃወሙ ጀመሩ። ሕቶ ህዝቢ ክምለስ ምምናይ ጥራሕ ዘይኮነስ ስርዓት ብኸመይ ይልወጥ፣ ህዝባዊ ምምሕዳር ብኸመይ ይምስረት ዝብሉ ሕቶታት ዝምልሱ መጽሓፍቲ ብምንባብ ጻዕርታት ይገብሩ ነይሮም።
ኣብ ኣዲስ ኣበባ ዩኒቨርሲቲ ኣብ ዝነበረ ፃንሒት መለስ እንታይ ይገብር ነይሩ እንታይ ይመስል ነይሩ ኣብቲ ግዜ እቲ ብዓለም ደረጃ ወያናይ ኩነታት ነይሩ ክበሃል ይከኣል እዩ ብፍላይ ኣብ ኤሽያ ኣብ ኣፍሪቃ ኣብ ደቡብ ኣመሪካ ብዙሓት መሰረታዊ ዝኾነ ናይ ለውጢ ምንቅስቃሳት ዝካየድሉ ወያነታት ዝካየድሉ ግዜ ነይሩ ስለዚ ኣብቲ እዋን ንሱ ተምሃሮ ዩኒቨርሲቲ ኣዲስ ኣበባን ካልኦት ኮሌጃትን ካልኣይ ብርኪ ቤት ትምህርታትን ኣብ ሃገርና ዝነበረ መስፍናዊ ስርዓት ብምቋም ተደጋጋማይ ሕቶታት ዘልዕሉ ሰልፍታት ዘካየድሉ ዓመጻት ዝካየደሉ ግዜ እዩ ነይሩ። ከምቲ ኣብ ካልኦት ከባቢታት ዝግበር ዘሎ ናይ ወያናይ ምንቅስቓስ ኩነታት ኣብ ኢትዮጵያ እውን ተመሳሳላይ መንፈስ እዩ ነይሩ። ስለዚ ንምንታይ ከምኡ ኮን ከልና ኣብቲ እዋን ዝነበረ ስርዓት መስፍናዊ ሃፀያዊ ስርዓት ብህዝቢ ቅቡልነት ዝሰኣነሉ ኣብዚ ዓዲ ለውጢ ምምፃእ ዘይከኣለሉ ናይ ኢኮኖሚ ናይ ዲሞክራሲ ናይ ሰላም ጉዳይ እንዳረሐቕ ዝመፀሉ ኩነታት ስለ ዝነበረ ካብዚ ንምውፃእ ካብዚ ንምልኣ እዩ ናይ ለውጢ ምንቅስቃስ ዝካየድ ነይሩ መለስ በቲ ግዜ እቲ ዓሰርተ ሸሞንተ ክሳብ ዕስራ ዓመት ዕድመ ይኾነ እዩ ብግምት ብጣዕሚ ንጡፍ ተዋሳኣይ ናይዞም ናይ ተምሃሮ ምንቅስቃስ ናይ ዩኒቨርስቲ ተምሃሮ ምንቅስቃስ ኣካል ኮይኑ ይሰርሕ ነይሩ ኣብቲ ዕድመ ንሱ ዝጀምር እዩ መለስ መን ምዃኑ ምግላፅ ዝጀመረ ብተግባሩ ደግሞ 18 ሳዕ 20 ዓመት ኣብ ዝነበረሉ እዋን ንዓለማዊ ከባቢያዊ ኩነታት ብምርትንታን ኣብ ኢትዮጵያ ለውጢ ንምፃእ ኣብ ዝግበር ምንቅስቃስ መለስ ኣብቲ ናይ ተምሃሮ ዩኒቨርሲቲ ተዋሳኣይ ነይሩ። ካብዚ እዋን እዚ ጀሚሩ ፖለቲካ ህይወቱ ይጅምር ማለት እዩ። ኣብቲ ናይ ተምሃሮ ዩኒቨርሲቲ ምንቅስቃስ ዝተፈላለዩ ጭርሕታት እንዳሓዝካ ፀረ ትሽዑ ነበረ ስርዓት ምቋም ሰልፊ ምውፃእ ምንቅስቃስ ሓደ ነገር ኮይኑ ኣብ ናይ ዩኒቨርሲቲ ተምሃሮ ዝግበር ነበረ ክትዓት ኣጀንዳ ሒዙ ካብቶም ቅድሚ ስካትዑን መእመናይ ዝኾነ ሓሳባት ዘቕርቡ ነበሩ ተምሃሮ ሓደ እዩ ነይሩ መለስ ንኣብነት ናይ ተምሃሮ ዩኒቨርሲቲ መተሓበርቲ ወይ ጠርነፍቲ ኣብ ዝግበር ነበረ መመረፃታት ንባዕሉ ተመራፃይ ኮይኑ ንክወዳደር ኣጀንዳ ሒዙ ሰፊሕ ክትዕ ዘካየደ ብቋንቋ እንግሊዝኛ ርኡይ ዝኾነ ክትዕ ዘካየደ ተምሃራይ ነይሩ እዚ ኮይኑ ግን እቲ ናይ ነበረስቲ ምቅስቃሳት ናብ ቃልሲ መእተዊ መሰጋገሪ ኣጀንዳታት ተቐረፀሉ ምንቅስቃሳት እምበር ዓርሱ ዝኸኣለ ናይ ለውጢ ሓይሊ ኮይኑ ለውጢ ክምፅእ ዝኽእል ኣይነበረ ስለዚ ኣብቲ እዋን ንሱ ኣብቶም ዩኒቨርስቲ ተምሃሮ ዝነበሩ ተምሃሮ ብተፈላለየ መንገድታት ብምውዳብ ናብ ፖለቲካዊ ምቅስቃሳት ክኣትዉ ውሳነታት ዝወሰነሉ ግዜ እዩ ነይሩ። ስለዚ መለስ በቲ ነበሮ ናይ ትምህርቲ ብቕዓት ብቑዕ ሳይንቲስት ኮይኑ ናይ ምውፃእ ዕድል ነይርዎ። በቲ ካልእ ገፅ ከዓ ተጋዲሉ ናይ ህዝቢ ሕቶታት ናይ ምላስ ተኽእሎ እውን ነይርዎ። ካብ ክልቲኡ ኣየናይ መሪጹ መለስ? ሳይንሳዊ ምርምርን መጽናዕትን ብምግባር ፕሮፌሰር ናይ ምርካብ ዶ ወይስ ንህዝቢ መስዋእቲ ምዃን ዝብል ምርጫ ኣብ ቅድሚ ነይሩ መለስ ዝመረጾ ምግዳል ምቅላስ ስለዚህ ኣብቲ ናይ ተምሃሮ ምንቅስቃስ ኣብ ተፈጥረ ናይ ሕወሓት ፈላማይ ውዳበ ኣባል ኮይኑ ክኣቱ ክኢሉ ማለት እዩ ካብኡ ቀፂሉ እውን ናብ ፖለቲካዊ ዓለም ቀስቀስ ናብ ምግዳድ እውን ክወፅ ይኽእል
ኣብ ዩኒቨርሲቲ ኣዲስ ኣበባ ፖለቲካዊ ተሳትፎ እናዓበየ ዝመጸ መንእሰይ ለገሰ ዜናዊ ምስ ካልኦት ተጋሩ ተምሃሮ ብምዃን ንስርዓት ሃይለ ስላሴ ዝለወጠ ስርዓት ደርጊ ሕቶ ህዝቢ ክምልስ ከም ዘይክእል ብምእማኖም ኣብ ወርሒ መስከረም ሽሕን ትሽዓተ ሚእትን ትስዓን ሸውዓተን ዓመተ ምህረት ማሕበር ገስገስቲ ብሄረ ትግራይ ዝብል ሕቡእ ውዳበ መስረቱ። ዓሰርተ ሓደ ለካቲት ሽሕን ትሽዓተ ሚእትን ትስዓን ሸውዓተን ዓመተ ምህረት ህዝቢ ትግራይ ቃልሶም ከም ዝድግፎ ብምእማን ናብ በረኻ ደደቢት ወሪዶም ስም ውድቦም ናብ ህወሓት ለወጡ። ኣብዚ ግዜ መንእሰይ ለገሰ ዜናዊ ኣብ ዩኒቨርሲቲ ልዑል ምንቅስቓስ እናካየደ ንዝተሰወኣ መለስ ተኽለ ንምዝካር ሽሙ ናብ መለስ ተቐየረ። ኣብ መጽሓፍ የዘመን ክስተት፣ መለስ ዜናዊ ንገድሊ ዝነበሮ ኣረኣእያ ዝገልጽ ጽሑፍ ከም ዝስዕብ ሰፊሩ ይርከብ። ነዊሕ ግዜ ዝወሰደ ዕጥቃዊ ቃልሲ ንምውላዕ ካብ ዝተልዓሉ ኣባላት ማሕበር ገስገስቲ ብሄረ ትግራይ ማለት እውን ማገብት፣ እቶም ዝበዝሑ ብናብራ ዝሐሸ ካብ ዝበሃሉ ኣባላት ስድራ ዝወፁ እዮም። ናብራ ስድርኦም ግና ካብ ትልሞም ኣየትረፎምን። ህዝቢ ካብ ጭቆና ክወጽእ ናቶም ቓልሲ ከም ዘድሊ ኣሚኖም እዮም። መለስ ዜናዊ ኣብ ሓደ እዋን ጋዜጠኛ ሮይቶርስ ዝነበረ ቤሪ ሜሎን ከምዚ ኢልዎ ነይሩ፣ ተወሊደ ዝዓበኹሉ ከባቢ ገጠር እኳ እንተኾነ፣ ዝነበረኒ መነባብሮ ግና ካብ ናትካ ኣብ ከተማ ዝዓበየ ዝተፈለየ ኣይነበረን። ናብ ብረታዊ ቓልሲ ዝተሓወስኩ፣ ናይ ሕክምና ትምህርተይ ኣቋሪጸ፣ ብዛዕባ ፖለቲካዊ መራሕቲ ሆቺሚኒ፣ ቼጎቬራ፣ የንብብ። ብዛዕባ ለውጢ ናይ ወያነ ዝተሰነዱ እውን የንብብ ነይረ። ንህይወት ብዙሕ ትርጉም ዘይህብ ርእዮተ ዓለማዊ ኣረኣእያ ነይሩኒ። ያኔ
በረሃ ልሄድ ወደ ትግል ልሄድ እድገት በህብረት ደርሶ እድገት በህብረት እሄዳለሁ ብሎ ነው ከቤት የወጣው። ከዛ በኋላ ከዛ ከወጣ በኋላ ክጋደል በረኻ ክኸይድን ትውስን። ካብ ገዛም ዘመቻ በህብረት ኣብ ዝበሃል ወፍሪ ክሳተፍ ናብ ኻሊእ ዓዲ ይኸይድ ኣለኹ ኢሉ እዩ ወጺኡ። ድሕሪ ሸውዓተ ወይ ሸሞንተ ወርሒም ኣብ ሸራሮ ተራእዩ ዝብል ሓበሬታ ወላዲትና ረኺባ። ወደይ ክምልሶ እየ ኢላ ድማም ንዓይ ሒዛትኒ ናብ ሸራሮ ከይዳ። ኣብ ሸራሮ ንሱ ርኢና እዩ። ንሕና ግና ኣይረእናዮን። ድሕሪ ሰለስተ መዓልቲ ሰብ ልኢኹ። ነዛ ኣደ ናብ ዓዳ ምለስዋ ይብሎም። ደሓር እቲ ዝተለኣኸ፣ ኣደ እንታይ ደሊኽን መጺኽን ይብላም። ወደይ ጠፊኡኒ ክደልዮ እየ መጺኤ ትብሎም። ዝጠፍአ ቆልዓ ክትደልያም ነቲ ምሳኽን ዘሎ ከይጠፍእ ተመለሳ ኢልዋም። ብዘረብኡ ፈሪሕና ተመሊስናም። ምስ ተመለስናም ብቴሌግራም መልእኽቲ ልኢኽልናም።

ንዓሰርተ ሸውዓተ ዓመታት ኣብ ዝተኻየደ ሚልዮናት ኣብ ዝተሳተፍሉ ገድሊ ህዝቢ ትግራይ ተጋዳላይ መለስ ዜናዊ ምስ ብፆቶም እቲ ቓልሲ ዝሓፅረሉ መንገድታት ህዝቢ ዝመርሕሉ ኣማራጺ ኣንፈት ንምርካብ መጽሓፍቲ ብምንባብ ብምምርማር ጻዕርታት ኣካይዶም። ዳይሬክተር ፋውንዴሽን ሰላም ዓለም ኣሌክስ ዲዋል፣ ክልሰ ሓሳብን ተግባርን መለስ ዜናዊ ኣብ ዝብል ጽሑፎም እዚ ዝስዕብ ሓሳብ ኣስፊሮም ኣለዉ።
መለስ ምስ ብጾቱ ከንብቡ ክካትዑ፣ ግዜ ሕልፉ። ኣብ በዓቲ ተጽሊሎም መሪሕነት ይህቡ። ኣብ ሽሕን ትሽዓንተ ሚእትን ሰማንያታት ዓመተ ምረት ብሓደ ሰላሊ ደርጊ ዘለዎ መዋፈሪ ስለ ዝተነቐሐሉ ደብዳብ ነፈርቲ ኣጋጢምዎም ነይሩ። ኣብዚ ግዜ መለስ ንጻት'ዩ ብህይወት ተሪፉ። ብኻልእ እዋን'ውን ብሕማም ዓሶ ህይወቱ ኣብ ሓደጋ ምስ ኣተወ ናብ ሱዳን ካርቱም ተወሲዱ ሕክምና ረኺቡ ዝደሓነሉ ግዜ ነይሩ። መለስ ኣብ ሱዳን ድሕሪ ዝነበረ ሕክምና፣ ዶብ ኢትዮጵያ ረጊጹ ናብ ቃልሲ እንትምለስ ንፈለማ እዋን ብኣካል ረኺበዮ እየ። ኣብ ፖለቲካውን ቁጠባውን ኩነታት ዓለም ዘቲና። ሕክምንኡ ወዲኡ ናብ ዝቃለሰሉ በረኻ ንኽምለስ ካብ ደርጊ ናብ ዝተማረኸት መኪና ሓቢረዮ ደይበ። ካብ ደብዳብ ነፈርቲ ንምህዳም ጉዕዞና ብምሸት እዩ ነይሩ። ምስ መለስን ብጾቱን ክጓዓዝ ዕድል ብምርካበይ ቀትሪ ኣብ ደንታት እናተሓባእና ምሸት ድማ በቲ ንመኪና ዘጸግም መንገዲ ደርጓዕጓዕ ኢልና ንጓዓዝ ጉዕዘና ምስ ዛዘምና ህወሓት ኣብ ዘዳለወቶ ግዜያዊ መዋፈሪ ደጀን ኣይንዓሪፍና። ምቾት ዘይብሉ ጉዕዞ ዋላ እኳ እንተነበረ ካብቲ መንገዲ ብዝበለጸ ግና ዝነበረና ዘተ ይዝክር። ምስ ተጋዳላይ መለስ፣ ተጋዳላይ ስዩም መስፍንን ካልኦት ብጾቶምን ብዙሕ ኣዋጊዕና። ኣብዚ ግዘ ሓደ ነገር ተዓዚበ። እዞም ተጋደልቲ ንድቃስ ሸለል ኢሎም ዝበዝሐ ግዘ ኣብ ምንባብን ዘተን ዘሕልፉ ምዃኖም እዩ።
ክሳብ ሰብዓ ዓመተ ምህረት ክሳብ ሰብዓን ሓደን ዓመተ ምህረት ኣብ ዘሎ ግዜ ካብ ስሳን ሸሞንተን ስሳን ትሽዓተን ጀሚሩ ኣብቲ መፅናዕታዊ ፅሑፋት ምድላው ኣብቲ ንህዝብን ንተጋዳላይን ዝርጋሕ ፅሑፋት ምግባር ጉልህ ዝበለ ተራ ምጽዋት ጀሚሩ። ካብ ቀዳማይ ክሳብ ካልኣይ ጉባኤ ዘሎ ብወሳንነቱ ክልተ ነገር እዩ ነይሩ እቲ ዕማም። ሓደ ቀንድን እቲ ሰራዊት ናይ ተምሃራይ ሰራዊት ስለ ዝነበረ ሽዑ ናይ ገባር ሰራዊት ክኸውን ኣሎ ኣብቲ ህዝቢ ፍቲ ገባር ክንትከል ኣለና። ስለዚ ህዝቢ ይንቃሕ፣ ይወደብ፣ ይተዓጠቕ ዝብል ጭርሖን ዝርዝር መደብን ወጺኡ። ነዚ ኣብ ማእከላይ ኮሚቴ ዝተፈጠረ ፈላላያት መስመር ኣትሒዝካ ምኽያድ። ተቓሊስካ ምእማን፣ ነዚ ዝኸውን ሓሳባት፣ ጽሑፋት ኣብ ምቕራብ ክትዓት ኣብ ምክያድ ብቑዕ ተራ ተጻዊቱ። ንቕድሚት ዝወስደና ሓሳባት ብፍላይ ኣብቲ ወተሃደራዊ ስትራተጂን ዶክትሪንን እንብሎ ኣብቲ ናይ ወጻኢ ጉዳይ ፖሊሲን እንብሎ ጽቡቕ ተራ ተራ ተጻዊቱ ንሱ።
ህዝቢ ዘይደገፎ ቃልሲ ኣይዕወትን ዝበሉ መናእሰይን ንኡሳትን ህይወቶምን ኣካሎምን ቤዛ ህዝቦም ክወፍዩ ናብ ሓዊ እንትኣትዉ ከም እምነቶም ህዝቢ ደጊፍዎም ኣብ ሽሕን ትሽዓተ ሚእትን ሰማንያን ሰለስተን ዓመት ምረት ስርዓት ተለወጠ ከምቲ ኣብ እዋን ገድሊ ቃልሲ ዝዕወተሉ መንገዲ ንምቅልጣፍ መጽሓፍቲ ዝመራመሩ ዝነበሩ፣ ድሕሪ ዓወት ድማ ቀንዲ ጸላኢ ድኽነት እዩ ብምባል ሃገራት ዓለም ብኸመይ መጠን ድኽነት ነክየን፣ ዝተኸተለኡ ፖሊሲ እንታይ እዩ ዝብል መጽናዕቲ ብምክያድ ድኻ ተኮር ፖሊሲታት ክሕንጸጽ ግደኦም ኣበርኪቶም እዮም። ጉዳዩ የህልውና ጥያቄ እዩ። ድኽነት ምጥፋእ ጉዳይ ህልውና እዩ። ልምዓትን ዲሞክራስን ናይ ህልውና ጉዳያት እዮም። እዚ ምስ ውድብ ኣይተሓሓዝን። ከም ህዝቢ ናይ ምንባርን ዘይምንባርን ሕቶታት እዮም። እንደ ህዝብ የመኖራችን ጥያቄ የመጀመሪያው የህልውና ስትራቴጂ ናይ መጀመርያ ናይ ህልውና ስትራቴጂ ምስ መን ከም እንዋጋእ ምፍላጥ እዩ። ናይ ህልውናና ቀንዲ ጸላኢ ድኽነት እዩ። ካልኦት ጸላእቲ ተወሰኽቲ እዮም እምበር ስግኣት ኣይኮኑን እንተኢልና እዚ ቀንዲ ጸላኢ እንታይ እዩ ክንፈልጦ ይግባእ።
ይሄ ዋነኛ ጠላት ምን ይመስላል? ቀይ ነው? ጥቁር ነው? ምንድን ነው ይመስላል? ማወቅ አለብን። ድሃ ነን ብለን እንናገር እንዳለ እናስቀምጠው ብጥሬው
ድኻታት ኢና ኢልና ብግልፂ ንዛረብ መፍትሒኡ ንሱ እዩ ባዴላ ባዴላ ክበሃል ኣለዎ ብናተይ ግምት ትኽክለኛ ኣተሓሳስባ እዩ። ባዴላ እንተኾይኑ ባዴላ እዩ፣ እንተዘይኮይኑ ድማ ጸገም የብሉን። ስለ ዘወደስካዮ ግን ሮኬት ክኸውን ኣይክእልን። ትኽክል እዩ። ኣካፋ ነው ኣካፋ ስለዚህ በጥሬው መቀመጥ አለበት ይሄ አንድ አርጊመንት ነው ትክክልም ይመስለኛል። ይህን ነባራዊ ሀቅ ካልቀየር ነው እኛ ስለ ደበቅ ነው ብቻ እዚ ነባራዊ ሓቂ ክንቅይሮ እንተዘይክኢልና ንሕና ስለ ዝሓባእናዮ ጥራሕ ንሕና ንባዕልና ስለ ዘታለልና ጥራሕ እቲ ነባራዊ ሓቂ ህልውና ኣይህልዎን ማለት ኣይኮነን እዚ ክሳብ ዘሎ ተጠቃዕቲ ኢና ዘድሕነና ነዚ ድኽነት ዝበሃል ነገር ምቕያር ጥራሕ እዩ። ድሕሪ ሽግግር ክሳብ እቲ ናይ መጀመርያ ዓሰርተ ዓመት ክበሃል ዝከኣል ክሳብ ተሃድሶ ዝጅመር ከመይ ኢልና ንቕድሚት ንኸይድ ዝብል እቲ ንግዚኡ ክኸውን ዝኽእል ንኣብነት እቲ ዝዓነወ ዝደቐቐ ኢኮኖሚ ከመይ ገርና ቁሩብ ነብስ ክዘርእ ንገብሮ ብዝብል ከመይ ገርና ኢና ምስ ናይ ወፃእ ሓይልታት ምስ ሃገራት ምስ ዓለም ባንክ ምስ ግዛዕ እቲ ዝምድና ከመይ ኢና ክንገብሮ ክፃብኡና ይኽእሉ ክዕንቅፉና ይኽእሉ ፀቕጢ ከብዝሑልና ይኽእሉ እዚ ከመይ ንኣልዮ ብዝብል ፅቡቅ ናይ ፖሊሲ ሓሳባት ምስቲ እዋኑ ዝኸይድ ምስቲ ናይ ዓለም ኩነታት ዝኸይድ ኣብ ምምፃእ ፅቡቅ ተራ ይፃወት ነይሩ ንሱ ድማ ኣስጊሩና እዩ ናድራ ሓባጥ ጉባጥ ዘለዎ መንገዲ ክንዲ ዝኸኣልና እናስተኻኸልና ክንቅፅለሉ ኣለና። መንገዲ ስለ ዝሓበጠ ስለ ዝጎበጠ ግን ናብ ፅርፊ ክንከይድ ኣይንኽእልን። ኻሊእ መማረፂ ዕፁው እዩ። መንገዲ ልምዓት ኣይኮነን፣ መንገዲ ብሕትውና እዩ። በዚ መንፈስ እዚ እውን ኢና ክንሪኦ ዘለና። ካብ ወጻኢ ክመጽእ ዝኽእል ሓደጋ ኣተኲርካ ምክትታል ብጥንቃቐ ምሓዝ ብጣዕሚ ኣድላዪ እዩ። ከም ተላጋቢ ሕማም ምርኣይ ከኣ ግልባጥ ናቱ ሓደጋ ከስዕብ ዝኽእል እዩ። ግልባጥ ናቱ ሓደጋ ከስዕብ ዝኽእል እዩ ማለት እንታይ ማለት እዩ? ዶብካ ሓዚእኻ ምንባር ዘይከኣለሉ ዓለም ኢና ዘለና። ምርጫ የብልናን። ካብቲ ዘሎ ዓለማዊ ጉዕዞ ተነጺልና ናይ ባዕልና ፍሉይ ዓለም ክንፈጥር ከምዚ ዓይነት መማረፅታት ከም መማረፂ ዝረኣየሉ ዘበን ነይሩ እንተኾይኑ እቲ ዘበን ንሱ ሓሊፉ ዳግም ኣብ ከመይ ንኺድ እንታይ ዓይነት ስርዓትና ንሃንፀ ኣብ ዝብል ከመይ ኢና ንሃንፆ ዝብል እንታይ እዩ እቲ ቀንዲ ሓደጋ ክዕንቅፈና ዝኽእል ኣብ ዝብል መልሲ ኣይነበረናን ኩልና ገና ኣይተመለሰን ኣይተጸንዐን ነይሩ ንሱ ናብ መጽናዕቲ ኣቲሾም ስለዚ ኣብዚ ናይ ኢህወደግ ተራ ኣብ ርእሰ ማልነት ምህናፅ ኣብ ነፃ ዕዳጋ ኢኮኖሚ ምህናፅ ናይ ኢህወደግ ተራ እንታይ እዩ ክኸውን ዝግብኡ ስልጣን ዝሓዘ ኮይኑ ክቕፅል ድዩ ወይስ ኣየድልየና ክንቅፅል ተኮይንና ስልጣን ሒዝና ንበዓል ሃፍትም እውን ክንሀብትም ኢና ንሓረስታይነት ካሊእ ናይ ከተማ ሕብረተሰብ እውን ክንጠቅም ኢና እዚ ከመይ ኢና ነጠዓዓሙ ስለዚ ሓደ ሓደ ቅድሚ ዝነበርና ናይ ሶሻሊስት ዝንባለታት ናይ ገለ ዝንባለታት ክስተኻኸሉ ከም ዝግብኦም ሕዚ ክራገፉ ከም ዝግብኦም ሙሉእ ሙሉእ ፅኑዕ ቅዋም ሒዙ መፅዩ
ነበር ቀዳማይ ሚኒስተር መለስ ዜናዊ ህዝቢ ኢትዮጵያ ብቕልጡፍ ካብ ድኽነት ዝወፀሉ መንገዲ ንምንዳይ ናይ ካልኦት ዓድታት ተሞክሮ ንምፍላጥን መፅሓፍቲ ምንባብ፣ ፖሊሲታት ምትንታንን ከምዘሎ ኮይኑ ምስ ኩነታት ኢትዮጵያ ዝሳነ ኣብ ካልኦት ዓድታት ዘይተተግበረ ሓዱሽ ፖሊሲ ልምዓታዊ ዲሞክራሲያዊ መንግስቲ ኣብ ተግባር ክውዕል እውን ፅዒሮም እዮም። ናይ ልምዓት ጉዕዞና ኣብቲ ቅድሚኡ ዝነበረ ኣዕሪብ ዝተዓፃፀፈ ይኸይድ ከም ዘሎ ዘረጋግፅ እዩ። ናይዚ ምኽንያት ኣብ ክልተ መቒልና ክንሪኦ ንኽእል ኢና። ሓደ እቲ ቀዳማይን ቅኑዕ ናይ ልምዓት ስትራተጂን ፖሊሲን ምሕንፃፅና እዩ። እዚ ከዓ ብፍላይ ድሕሪ ናይ ተሃድሶ ምንቅስቓስና፣ ጸፊፉን ጸርዩን ዝወጸ ናይ ልምዓት መስመር፣ ህዝባዊ መስመር፣ ምህላዉ እዩ። ካልኣይ መስመር ባዕሉ እግርን ኢድን ኣውጺኡ ክሰርሕ ኣይኽእልን። ብሰብ ኣቢሉ ጥራሕ እዩ ክሰርሕ ዝኽእል። እቲ መስመር ናብ ህዝቢ ምስግጋሩን ህዝቢ ናተይ ኢሉ ዝተቐበሎ ምዃኑን ተቐቢሉ ከኣ፣ ሸቂልና ሰሪሕና በዚ ተቐሚጡ ዘሎ መደብ መሰረት ተንቀሳቒስና ክሓልፈና እዩ ዝብል እምነት ሒዙ ካብ ጫፍ ናብ ጫፍ ምንቅስቓሱ ምንቅስቓሱ ጥራሕ ከይኮነ ተወዲቡ ምንቅስቓሱ ዝፈጠሮ ለውጢ እዩ። ጎኒ ንጎኒ ምስኡ ከዓ መንግስቲ ነቲ ናይ ህዝቢ ናይ ልምዓት ምንቅስቃስ ክደግፍ ዞ
ዘመን እዚ እዚ መንግስቲ እዚ ኣብ መልስ ማለት እዩ ንሕና ብጣዕሚ ተረባሕቲ ብጣዕሚ ተጠቀምቲ ኢና ነርና

መለስ ዝወሰዶም ስጉምትታት ሓደሽቲ ነይሮም። ኣነ ክሳብ ዘለኒ ሓበሬታ ልምዓታዊ ስርዓት መንግስቲ ዲሞክራሲያዊ ክኸውን ይኽእል እዩ። ኣብ ኤስያ ልምዓታዊ መንግስቲ ዝኽተላ ሃገራት ዴሞክራሲያውያን ኣይነበራን። ፖለቲካዊ መራሕቲ ኣይከኣልን ዝብልዎ ልምዓታዊ መንግስቲ ዴሞክራሲያዊ ክኸውን ይኽእል እዩ ኢሉ ተበጊሱ። ልምዓትን ዴሞክራስን ጎና ጎኒ ብሓባር ክጓዓዙ ይኽእሉ እዮም ዝብል ሓዱሽ ሓሳብ ኣምፂኡ። ደብ ወይንም በማዘግየት ሳይሆን አብሮ በማራመድ ነው የሚል አቋም ነው እና በጣም አዲስ አቋም ነው።
ኣጠቓላሊ መሰረተ ልምዓት ናይ ኢትዮጵያ ናይ ኣፍሪካ ኽዓቢ ሞጒቱ ናብዚ ስትራቴጂካዊ ምሕዝነት እዚ ኽዓቢ ፃዕሪ ዝገብረሉ እዩ። እቲ ሳልሳይ እቲ ራብዓይ ብርኪ ዝበሃል፣ ቁሩብ መንገዲ ጀሚሩ ኢንፋክት ናይዚ ኸዚ ማዕቐብ ተደርቢሉ ዘሎ ኣገዋ ቐዲሞም ኣሜሪካውያን ተግባራዊ ዝገበርዎ ትሬድ ዝምልከት ንስኹም ሓረስቶትኩም ትድጉሙ ኢኹም ምዕራባውያን ብፍላይ ኣውሮፓ ስለዚ ሚዛናዊ ኣይኮነን እቲ ንግዲ ንርክብ ብዝብል ሞጒቱ ከም ኣገዋ ዝኣመሰሉ ፀጋታት ንሳልሳይ ዓለም ንኹሉ ንውፁዓት ህዝብታት ዓለም ክመፅእ ዝገበረ እዩ። እዚኣ ምስ ኽብሪ ህዝቢ ትግራይ ብምንታይ ትተኣሳሰር? ኣብ ዘላ ረድኤት ምምንጫፍ ዘይኮነስ ኣብ ዓለም እውን ትግራዋይ ናይ ስልጣንኡ መግለፂ ዝነበረ ሃፍታም ዝኾነ ኣእምሮ ናይ ስልጣነ በዓል ዋና ከምዝነበረ መርኣዪ ዝኸውን ተወዳዲርካ ምስዓር ይከኣል እዩ ጥራሕ እቲ ባይታ እቲ ፊልድ እቲ መፃወቲ ሜዳ ጥራሕ ፅረጉልና ብዝብል እዘን ብርክታት እዚኤን ከሰጋግር ዝኸኣለ እዩ እዙይ ክብሪ ህዝቢ ትግራይ እዩ ፀጋ ህዝቢ ትግራይ እዩ ንዝለዓለ ደረጃ ዘሰጋግሮ ኸኣ እዩ።
ድኽነት ዝሰዓር ብናይ ትምህርቲ ጥይት እዩ ዝብል እምነት ዝነበሮም መለስ ዜናዊ፣ ሕርሻ ዝመርሖ ፖሊሲ ልምዓት ብምኽታል ሕርሻ ተዘሚኑ መነባብሮ ሓረስታይ ተተለዊጡ ኢንዳስትሪ ብምምዕባል መነባብሮ ኩሉ ሕብረተሰብ ምልዋጥ ይከኣል እዩ ብዝብል ናብራ ዝመርሕዎ ህዝቢ ንክመሓየሽ ፅዒሮም።

ኣብዚ ዘለዉ መሳርሕትና ስለ ዘረጋገጹልና እዩ። ነዚ ጭቡጥን መስተንክራውን ዓወት ዘለና ናእዳን ክብርን ድማ ደጊምና ነረጋግጽ። ስለዚ ኢና ድማ ሽልማት ሓምለዋይ ልምዓት ያራ እነወፍየልካ ዘለና። ዓለምና ካብ ዘስግእዋ ሓደጋታት ፍሉይ ትኽረት ሂብካ ክስረሐሉ ዝግባእ ምልማዕ ሃፍቲ ተፈጥሮ፣ ምሕዋይ ከባብን ብብኽለት ከባቢ ንዝፍጠር ፀገም ክንኪ ስለዝሕግዝ ንክስረሐሉ ኣመራርሓ ይህቡ ነይሮም። መለስ ዜናዊ ኣብዚ ጉዳይ ድምፂ ኣፍሪካውያን ክስማዕ ኣብ ዓለም ለኻዊ ኣኼባታት ኣብ ጉጅለ ሸሞንተ ኣብ ጉጅለ ዒስራን ኣቐባሊ ቃል ኣፍሪካ ብዝብል ስያመ ኣህጉሮም ወኪሎም ፅዒሮም እዮም።

እዞም ትካላት ወነንቲ ዝዓበየ ቁጠባ ዝኾና ከም እንግሊዝ ዝበላ ሃገራት ከይተረፋ ኣፈራሪሶምወን እዮም። ናትና ቁጠባ ግና ብንእሽተይ ጀልባ እዩ ዝምሰል። እዚኦም ናብ ሃገርና ክኣትዉ እንተፈቒድና ብዘይንፈልጦም መሳርሕታት ቴክኖሎጂ እናተጠቐሙ ንሃገርና ሓደጋ እዮም ክኾኑ። እስኪ ንገሩኒ ከመይ ጌርና ኢና ክንቆፃፀሮም? ስለዚ ብዓቕምና ክንቆፃፀሮም ንኽእል ሃገር በቆል ዝኾኑ ውልቀ ባንክታት ፈቒድና ኢና። ከምዚ ኢና ጌርና።
How are we going to regulate these people?

እዚ ቀጻሊ መፍትሒ ድዩ ንዝብል ምላሹ ኣይኮነን ዝብል እዩ። ምሽቁልቋል ዕዳጋ እንተቋርጽ ነጻ ኢና ንገብሮም። ፋብሪካ ቢራታት እውን እኮ መንግስቲ እዩ ዝቆጻጸሮም ነይሩ። ሕዚ ግን ዘገድሰና ስለ ዘይኮነ ንሰብ ሃፍቲ ውልቀ ሸጥናዮም ኢና። ፖሊሲና ዓውዲ ውልቀ ኣብ ሓደጋ ንምውዳቕ ኣይኮናን ቀሪጽናዮ። ብዘይ ዓውዲ ውልቀ ዕብየት ከም ዘይነመዝግብ እውን ንፈልጥ ኢና። ነገር ግን

ብመሪሕነት መለስ ዜናዊ ኢትዮጵያውያን ካብ ድኽነት ብምውፃእ ብመንገዲ ቅልጡፍ ዕብየት ክጓዓዙ ክኢሎም እዮም። ውድቡን መንግስቱን ቁጠባዊ ዕብየት ንከመዝግቡ ሰሪሖም እዮም ጥራሕ ዘይኾነስ ቐዳማይ ሚኒስተር መለስ ኢትዮጵያ ማእኸላይ ዕብየት ናብ ዘለወን ሃገራት ንምጉዓዝ እውን ሰሪሑ እዩ።

of poverty, hunger, and strife.
ነበር ቀዳማይ ሚኒስተር መለስ ዜናዊ መነባብሮ ህዝቢ ክልወጥ ድኻ ተኮር ፖሊሲ ብምሕንጻጽ ዓቕሞም ንምዕባይ በብእዋኑ ትምህርቲ ቀጺሎም እዮም። ኣብ ሽሕን ትሽዓተ ሚእትን ተስዓን ሓሙሽተን ዓመተ ምህረት ፈረንጂ ኣብ ዩናይትድ ኪንግደም ካብ ዝርከብ ኦፕን ዩኒቨርሲቲ ብቢዝነስ ኣድሚኒስትሬሽን፣ ኣብ ክልተ ሽሕን ኣርባዕተን ዓመተ ምህረት ፈረንጂ ኣብ ኔዘርላንድስ ካብ ዝርከብ ኤራስማስ ዩኒቨርሲቲ ብኢኮኖሚክስ ማስተርስ ዲግሪ ተማሂሮም እዩም። መለስ ዜናዊ ንልምዓት ኢትዮጵያ፣ ንምርግጋፅ ሰላም ምብራቕ ኣፍሪካን ዘበርከትዎ ግደ ዝተፈላለዩ ሽልማታት ረኺቦም እዮም።

ዝተኸበርካ መለስ ዜናዊ፣ ብቐንዱ ኣብ ዞባ ቀርኒ ኣፍሪካ ከምኡ እውን ኣብ ካልኦት ከባብታት ሰላምን ቅሳነትን ንክዓስል ብዘርኣኻዮ ዝለዓለ እጃምን ብዘበርከትካዮ ዝለዓለ እጃም ዘመዝግብካዮ ጭቡጥ ውፅኢትን ኣብ ዓለም ብዝለዓለ ተመራፃይ ኣቦ ሰላም ከምዝኾንካ ተረጋጊፁ ኣሎ። ስለዚ እዩ ድማ እቲ ዝለዓለ ሽልማት ሰላም ዓለም 2002 ኣቆጻጽራ ኣውሮፓ ክነወፍየልካ ወሲንና።
ኩሉ እቲ ዝተኻየደ ቃልስታትን ዝተመዝገበ ዓወታትን ትርጉም ዘለዎ፣ ኩሉ እቲ ዝፈሰሰ ደምን ዝተኸፈለ መስዋእትነትን ዝድበስ፣ ኣብ መቓብር ስርዓት ደርጊ ሰላምን ደሞክራስን እንተዓሲሉ፣ ሕማምን ድንቁርናን ዳግም ከም ዘይትስእ ኮይኑ እንተተቐቢሩ፣ እቲ ንህዝብና ንዘበናት ዘማሰነ ድኽነት ብራህዋን ብልጽግናን እንተተተኪኡ ጥራሕ እዩ። ካብ ውልቃዊ ረብሓ፣ ጥቕሚ ህዝቢ ኣቐዲሞም፣ ድኽነት ቀንዲ ጸላኢ ብምዃኑ፣ ነዚ ንምስዓር ፍልጠት የድሊ ብምባል፣ ኣብ ግዜ መሪሕነቶም ቁጽሪ ኣብያተ ትምህርቲ ክውስኽ ሰሪሖም እዮም። ንኣህጉሮም ኣፍሪካ እውን ድምጺ ንምዃን ፈቲኖም። ካብ መለስ ዜናዊ እንታይ ንመሃር? ነበር ቀዳማይ ሚኒስተር መለስ ዜናዊ ከም ኩሎም ቤዛ ህዝቢ ዝኾኑ ጀጋኑ ህዝባውነት ሰኒቖም ንወንበር ዘይኮነስ ንምልማዕ ህዝቢ ትግራይ፣ ኢትዮጵያን ኣፍሪካን ብውፍይነት ዝሰርሑ፣ ህዝቢ ትኹረቱ ኣብ ምንካይ ድኽነት ክገብር ልምዓት ክቀላጥፍ መሪሕነት ዝሃቡ፣